እዚ ናይ ሎሚ መደብ እንታይ እዩ ኩለን ደቂ ኣንስትዮ ዝሕጉሰን ዓይነት ጸታዊ ርክብ እንታይ ምኻኑ እየ ክነግረኩም እንታይ ዓይነት ርክብ ከም ትገብሩ ብፍላይ ኣብ ዓራት ዝግበር ጸታዊ ርክብ ከመይ ከም ዝሕጉሰን እየ ከብርሃልኩም እዚ ብጣዕሚ ቁልፊ ዝኾነ ነገር እዩ መብዛሕቲኦም ደቂ ተባዕትዮ ዝጋገይዎ ኣብ ዓራት ሪላክስ ዘይምዃን እዩ ንሱ ከኣ እንታይ እዩ ይእምሮኦም በቃ ከመይ ስረይ ፈቲሐ ናብቲ ጸታዊ ኣካላ ይእትዎ እዚ ንቲ ናይ ርክብ ዕጋበት ወይ ድማ ካብ ጸታዊ ርክብ ዝርከብ ሓጎስ ኣብ ዝሓጸረ ደቓይቕ ይውድእዎ ይኹን እምበር በዚ ሕጂ ዝነግረኩም ነገራት ንሓንቲ ጓል ከመይ ከም ተሕጉሳ ከብርሃልኩም እየ ናብዚ ቻነለይ ሓደሽቲ ዝኮንኩም ሳብስኪራይብ ክትገብሩ ብትሕትና ይሓተኩም ንታ ናይ ቃጭል ምልክት ውን ሓንሳብ ጠውቅዋ ነቲ በብመዓልቱ ዝፍኖ ቪዶታት ብቀሊሉ ክትረክብዎ ኢኩም ንቶም ሳብስኪራይብ ብምግባር ዝተሓባበርኩምንን ዝደገፍኩምንን ብልቢ እየ ዘመስግነኩም ሕራይ እምበኣር ናብቲ መደብ ክእትወኩም ከምቲ ኩሉ ግዜ ዝብሎ ኣገዳሲ ነገር ኣወዳት ኣይትተሃወኩ በቃ ክዳና ከየውጻካ መጀመርታ ብእዳውካ ብምትንኻፍ፣ ብምስዓም፣ ብቃላት፣ በጻብዕትኻ ብምጥቃም ናብቲ ናይ መጀመርያ step ክትእትዋ ኣለካ። ናብ ካላኣይ ደረጃ ከመይ ጌረ እየ ዘብጽሓ እንዳበልካ በየናይ ሸነኽ ይሕሸኪ ኣብዚ ግዜ ኣኦምሮኻ ዝመጸካ ናይ ርክብ ምድላይ ወግዶ። ኣቀማምጣ ንክትቀያይረላ ወይ ድማ ዝጥዕማ ቦታ ብምሕታት፣ እቲ ምትንኻፍን ምስዓምን እንዳቐጸለ፣ ብኣጻብዕትኻ ድማ ነቲ ናይ ጸታዊ ኣካላ ብምትንኻፍ ብዘይ ገለ ጸገም እቲ ንሳ ዘሕጉሳ ዕግበት ዳርጋ ኣብጺሒካያ ኣለኻ ማለት እዩ። ይርደኣኒ'ዩ ኣወዳት ማለት ብተፈጥሮ ጥዕና ዘለዎ ወዲ፣ ጸታዊ ኣካሉ ንምትሳእ ሰለስተ ሰከንድ እዩ ዝወስድ፣ ግን ንዚ ንምቁጽጻር ትኽእል ኢኻ። እቲ ርክብ ወይ ድማ ናይቲ ምእታው ግዜ ኣብ መዛዘሚ ዝግበር ጌርካ ውሰዶ። ደቂ ኣንስትዮ ብተፈጥሮ ስምዒተን ንምትሳእ ግዜ ስለ ዝወስድ ኣጸቢቕኩም ክትተናኽፍወን ክትደራርዝወን ከኣ ይግበኣኩም። እዚ ምስ ገበርኩም ቀስ ብዝበለ ክትእትዎ ፈትን። ማለት ስምዒታ ነቲ ዝኣቱ ነገር ክስምዓ ዕድል ትህብ ኣለኻ ማለት እዩ። እንተ ኽኢልኩም እውን በቲ ጸታዊ ኣካልኩም ነቲ ናይ ጸታዊ ኣካላ ብምድራዝ ካብ ላዕሊ ንታሕቲ ወይ ድማ ብምዛር ከምዚ እንዳ ገበርኩም ምትንኻፍ የድልየኩም። ክትእትውዎ ከለኹም ቀስ ኣቢልኩም ከተውጽዎ ከለኹም ድማ ቀስ ኣቢልኩም ኣብዚ ግዜ እዚ ብዕግበት ዝኣክል ዝመጽእ ሓጎስ ዕድሜኣ ምሉእ ኣይክትርስዖን እያ። ንዓኻውን ኣብዚ ግዜ እዚ ቀልጢፍካ ንኸይትውድእ ይሕግዘካ ማለት እዩ። እቲ ርክብ ብማይንድፉል ወይ ድማ ብምስትውዓል ኣብ ሙድ ብምእታው ነቲ ኣእምሮኻ ተቛጻጺርካ ኣብ ናይ ሓባር ጸታዊ ርክብ ትኣቱ ማለት እዩ። ስለዚ እቲ ኣገዳሲ ቁልፊ ዝኾነ ምኽረይ ኣብዚ ዘይምህዋኽ እዩ። ቀስ ዝበለ ርክብ ክኸውን ኣለዎ። ካልኣይ ድማ ኣገዳሲ፣ ዳርጋ ዝኾነት ጓል ትፈትዎ ነገር እንተሎ ብጸታዊ ኣካልኩም እንዳገበርኩም ከለኹም ተወሳኺ ብእዳውኩም ኣብ ጸታዊ ኣካላ ምስ ትደርዝዋ እዩ። እዚ ማለት ማዕረ ማዕረ ዝኸይድ እዩ። ኣብ ግዜ ፊንገር ትገብሩሉ ግዜ ጽፉፍ ዝተቖርጸ ጽፍሩ፣ ረስሓት ዘይብሉ ኣጻብዕቲ፣ ክኸውን ከም ዘለዎ ከዘክረኩም ከኣ ይፈቱ። ጓል ትፈትዎ ዓይነት ርክብ እዚ በጻብዕቲ ብምትንኻፍ እዩ። እቶም ዘይትደፍሩን ዘይለመድኩሞን ተጻምድቲ እንተለኹም እቲ ወዲ ክሓትት ይኽእል። ከምዚ ክብላ እውን ይኽእል፣ ፍቕረይ ከምዚ እንተገበርኩልኪኸ? ዋላ ኣተሓታትታኹም ከማን ብፍቅሪ ማለት ምስቲ ባህልና ዝተኣሳሰር ብዙሕ ኣብ ደቂ ኣንስትዮ ሕፍረት ስለ ዘሎ ብግልጺ ክትሓትወን ይግብኣኩም ስለዚ መብዛሕቲኤን ደቂ ኣንስትዮ እዚ ዓይነት ርክብዚ ብጣዕሚ እየን ዝፈትወኦ። ካልእ ካብ ዘገርም ነገር ደቂ ኣንስትዮ ዝፈትወኦ ሓይሊ ዘለዎ ጸታዊ ርክብ እዩ እዚ ክብል ከለኹ ብዘይ ቃንዛ ማለተይየ ብዝጥዕም ኣቀማምጣ ሓንቲ ጓል ብሓይሊ ኮንትሮል ክትገብራ እንከለኻ ብጣዕሚ እዩ ደስ ዝብላ ንኣብነት ብድሕሪት ኮይንካ ኣብ ትገብረሉ ግዜ እዚ ከባቢ ሰለፋ ወይ ድማ መቐመጢኣ ብልስልስ ዝበለ ምጽፋዕ ነቲ ጸጉሪ ርእሳ ብምሓዝ ንድሕሪት ክትስሕባ እንከለኻ ናብ ላዕሊ ደረጃ ብምብጻሕ ሪኣቶ ዘይትፈልጥ ሓጎስ ከኣ ክትህባ ትኽእል። እዚኦም ብጣዕሚ ወሰንቲ ነገራት እዮም። ካልእ ድምጺ ውን ከተውጽእ ትኽእል። ስምዒትካ ኣውጻዮ። ዘሐጉሰካ ነገራት ንኣብነት ኣካላታ ደስ ከም ዝብለካ ንገራ። እዚ ውን ይሕጉሳ እዩ። ንዓኻ ሪኣ ውን ንሳ ዕጋበታ ብድምጺ ከተውጽኦ ተተባብዓ ማለት እዩ። ካልእ ድማ ኣሎ ዘይድፈር ቃላት። በዚ ከምዚ ዓይነት ቃላት ከይቀረብካያ ክትውድእ ትኽእል። ንኣብነት ቅድሚ ርክብ ኮፍ ኢልኩም ኣብ ትዳለዉሉ ግዜ ሎሚ በቃ ብፍሉይ ጌረ ጸታዊ ርክብ ኢንጆይ ክንገብር ኢና እዚ ክትሓታ ትኽእል ኢኻ። ክመጸካ እንከሎ ፍቕረይ ክውድእ ደልየ ቀሪብኪ ዲኺ ወይ ድማ ክጽበየኪ ከምኡ እንዳበልካ ንሳ ክሳብ ትውድእ ክትጸንሕ ምስ ትኽእል ብጣዕሚ ተፈታዊ ዝገብረካ እዩ ምኽንያቱ ሓደ ሓደ ግዜ ኣብ ውሽጢ ክትውድእ ዘይደልያ ስለ ዘለዋ ንዓኻ ውን ንዚ ተቋጻጺርካ ኣብ ደገ ክትውድእ ትኽእል። ካልእ ሕተታ ብኸመይ ይሕሸኪ ከመይ እንተገበርኩኺ ትመርጺ ነጻ ኮይንካ ክትሓታ እንከለኻ እንዳ ፈኾሳ ናጸነት ዘለዎ ርክብ ክትገብር ትሕግዛ ኣለኻ ማለት እዩ። ንሓንቲ ጓል ኣንስተይቲ ኣብ ጾታዊ ስምዒታታ ክትርድኣላ ምስ ትኽእል፣ እዚ ኣዝዩ ኣገዳሲ፣ ዝጠቕመካ ተፈታዊ ባህርያት እዩ። ብዝተኻእለኩም መጠን ደቂ ተባዕትዮ፣ ንዚ ዝነገርኩኹም ነጥብታት ብምጥቃም ነታ ኣፍቃሪትኩም ክትሕጉስዋ ፈትኑ። ዝተፈተኹም ተኻታተልተይ፣ ካብዚ ናይ ሎሚ መደብ ትምህርቲ ረኽብኩም ክትኮኑ ተስፋ ይገብር። ሓሳብ፣ ርእይቶ ወይ ድማ ሕቶ እንድሕር ደኣ ሃልዩኩም፣ ኣብ ናይ ፌስቡክ ኣድራሻይ ወይ ድማ ኣብ ኮመንት ግደፉለይ በዚ ብተሌግራም ውን ክትረኽቡኒ ትኽእሉ ኢኹም። ስለ ዝተኸታተልኩምኒ ብልቢ ብልቢ እየ ዘመስግነኩም። ክሳብ ኣብታ ቀጻሊት ቪድዮ ንራኸብ ኣኣብ ዘለኹሞ ሰላምን ፍቕርን ይምነየልኩም።